ደሃይ ኤሪናይን ሜድያ
ኤሪናይን ሜድያ ክሳብ ሕጂ ብዙሕ ዓይነት መደባት ክትቅርበልኩም ቀንያ ነይራ። ንሕጂ ፍልይ ድበለት መደብ ሕብሪ ሓሳባት ትብል ከምቲ መልክዕናን ጽባቄናን ዝፈላለ ልክዕ ኣተሓሳስባናን እንህቦ ሓሳብን ብዙሕ እዩ ክፈላለ ማለት እዩ ሕጂ ድማ ኣብዛ ንእስቲ መደብ ሕብሪ ሓሳባት እትብል እንታይ ቀሪበልኩም ደለኹ ብሓንሳብ ኮይንና ክንረኢና ሰላምታ ኣይረሳዕኩን ፍቁራት ተኸታተልቲ ደሃይ ኤሪና ዩኒ ሜድያ ንሎማዓንቲ ብፍሉይ ፍሉይ ዝኾነ ምክትታልኩም ክደሊ እየ እተን ሕቶታት ኣብ ኮመንት ውን ንስኻትኩም መልስወን ንምክትታልኩም ብክብሪ ይዕድም።

ኣብ ድሓን ኮፍ ኢለ ዝሓተኪ እታ ቀዳመይቲ ሕቶ ኣብ ሕብረተሰብና ከም ባህሊ ኣብ መርዓ ማለት እዩ ዝካየድ እንታይ ኣሎ ሰብኣይን ሰበይትን ኣብ መርዓ ሰብኣይ ካብ እንዳ ጓል ካብ እንዳ ሰበይቱ ክወፅእ እንከሎ እታ ኣደ መፅያ ሓማቱ ማለት እዩ ጋቢ ትገብረሉ ኣብ ክሳዱ ኣብ ክሳዱ ጋቢ ጌራ ካልኣይ ግዜ ከምዚኣ ጌራ ጽቕጥ ተብሎ'ያ ትርጉሙስ እንታይ እዩ? ናይቲኣ ጋቢ ትገብረሉ ክሳዱን ናይቲኣ ጽቕጥ ተብሎን ትርጉም እንታይ እዩ? ሰብካ ፈጣሪ ቅሩብ ፈትኒ ጋቢ ትገብረሉ ሲ ሓማት ናይ ንእሽተይ ሓማት እ፣ ታሽሞ ማለት እዩ ግርማ ናይ ሓማት ትገብረሉ ማለት እዩ ኣሃ፣ ሓማት ምዃና ሓማት ሲ ንኸተፍልጥ ምዃና ከተፍልጥ ግርማ ማዕርግ ትህበላ ማለት እዩ እወ።

ምናልባት ኣነ ከምታ ተረዳእኒ ዋላ ከምታ ዝሰማዕኹዋ እንተኾይና ክልተ ኮይንኩም ዝወጻኹም ሰለስተ ኮይንኩም ንዑ ዋላ ፍረዩ ተፋረዩ እያ ትመስለኒ እታ ሞስኮ እዛ ጽቐት ከኣ ሓቂ ዘረባ ይፈልጣኒ ግን ኣጆኻ እያ ትመስለኒ እዛ ኣጆኻ በርትዕ ንምንታይ ብዙሑ ተባዝሑ
ከመይ ኣሎ ስራሕ ማሚና? ብጣዕሚ ጽቡቕ ደሓን ድዩ? ክንደይ እኳ ግርም ሓራይ ስምክን እንተላለያኒ ኣዴ ማረሽ ይበሃል ኣዴ ኣማረሽ ሓራይ ማሚና ማረሽ ተን ዝሓተኪ ሕቶታት ቀለልቲ እየን ደስ ዝበለኪ ሕቶ ደስ ዝበለኪ መልሲ ክትህቢ ትኽእሊ ኢኺ እታ ንስኺ ትሓስብያ ማለት እዩ ወደይ ወደይ ጓለይ ሂበካ ኣለኹ ንዓኻ
ጽቡቕ ፈረይትን ጸገይትን ኩን በቃ ከምኣያ ኢላ ትምርቖ ዓዲኡ መኮቡ ክሉ ገይራ ክትምርቖ ከላ ከምኣያ ትብሎ ካልእከ ፈረይትን ጸገይትን ኩኑ ትብሎ ንሳ ከዓኒ እታ ጋብሪ ከዓ ናይ ሓማት ምዃና ትፍለጥ
ናይ ሓማት ምዃና

ንምንታይ ትገልፅ ኮይና ትስምዓኪ? ከምዚ ክብረት ኮይና ትስምዓኒ ሰብኣይ ጋላስ ተኽብረላ ገለ ኮይና ትስምዓኒ ተኽብረላ ጋቢ ጌራትሉስ ኣነ የኽብረካ ኣለኹ ኢላ ትገልፀለላ ኣለሲ
እና ፅቡቕ ናይ ብሓቂ ደስ ዘለካ ትምልስለይ ትኽእሊ ኢኺ ሓራይ እታ ፅቕፅ ምባልከ ዋላሳ ክብሪ ማረይ ድሓን ሰላም ሰላም ከመይ በልካ ከመይ ኣልኪ እግዚኣብሔር ይመስገን ስራሕ ከመይ ኣሎ ድሓን ጽቡቅ ከመይ ኣለኹም እግዚኣብሔር ይመስገን ሃራይ ስምካ ተላለየና መጀመርታ ስመይ ጀማል መሓመድ ስዒድ ይበሃል ሃራይ ነዘን ዝሓተካ ሕቶ ደስ ዝበለካ መልሰት በን ትኽእል ኢኻ እሺ ሃራይ ሓይ እኳ እቲ ሓዳር ፅኑዕ ይግበሮ ገለ ይመስለኒ በርኳ ብዙሕ ኣይፈልጦ ይብለኝ ግን እቲ ሓዳር ፅኑዕ ይግበሮ ትብሎ ከይትህሉ ምናልባት ካልክ እታ ጥቕጥ ተብሎ ወላ ይፈለጥ ከዋን እታ ጋቢ ከዓ እታ ጋቢ ብዙሕ ግዜ ሃዳርኩም ፅኑዕ ይበሮ ከም ማይን ፀባን ይፀምብርኩም
ከመይ ብዕልኩም ሓላይ ስምኩም ኣላሊኖ ሄኖክ ኣፅፋ ባል ኣነ ፊልሞን ማዓሾ ባል ፊልሞን ማዓሾ ሓራይ ፅቡቕ

ናብቲ እንዳ ጓል እያ ትምለስ ተዘይተጋጊ እወ ማለት ደሓን ብሓፈሻ ግን ነዘን ክልተ ነገር ንዓይ ተጠቓልል ኮይነ ስምዕኒ በቲ ሓደ ወገን ኣማሙቃ ንኸይትቆርር ተኸናኸና ካልኣይቲ ከዓ ብድንግለ ፀኒሓ ዶ ኣይፀንሐትን ማለት ብጓላ ፀኒሓ ዶ ኣይፀንሐትን ነቶም እንዳንታሹ ማለት መረጋገፂ ማለት ንዓይ ከምኡ ኮይኑ ስምዕኒ መልሲ ድዩ
ኣነ ዮናስ ተስፋ ሚካኤል ይበሃል

ከይቆርር ንዑ ክገብሮ ከይቆርር ዘይኮነሲ ነፋነው ንዑ ክድቅስ ከሎስ ክዝክራ ማለት ኣዲኡ ንሓማቱ ንሓማቱ ንሓማቱ ክዝክራ ሕራይ እታ ኣብ መንኮብ ከም ዘየራ ፅቕጥ ተብሎካ እሱ ብሩኽ ኩን ማለት እዩ
ትምርቐላ ማለት ፅቡቅ ጌርካ ሓዛ ንጓለይ ገለ ማለት እዩ
ኣራይ ካልኣይቲ ሕቶይ ኣብ መርዓይ እዩ ዝወላ ኣብ ባህልና ማለት እዩ ከም ሓደ ወጊዕ ኣሎ መፍትሕ ስረ ዝበሃል መፍትሕ ስረ ዝበሃል ወግዒ ኣሎ ሓቀይ ዶ ኣሎ ወይ እወ ሓራይ እዚ ወግዒ እዚ እንታይ ማለት እዩ መዓስ እዩ ዝካየድ
ተትካይዳ ትፈልጣ ስኽንሕና ዓድና መዓስ ከም ትካየድ ትፈልጢ ኣለኺ በዓልኪ ነና ንስኺ እምበር ትነግርኒ ትካየደላ ሲ
ናይ ሻዕ ግዜ እንያ መብትዋ ከይከፈልካ ወዲ ኣይክፈል ተባል ኣይክፈልኒ መፍትሒ ትኸፍላ ይባ መፍትሒ

ገደዲ ህያቡ ገብረላ እዛ ከዓ ተቐባጢራ ስረ ኣትፈታሉ ኣሃ
ሕጂ እቲ መፍትሕ ስረ ዝበሃል ሲ መቀባጠሪ እዩ ማለት እዩ ማለት ሲ መፍትሕ ስረስ ግቡእ እዩ ናይ ኣቦኹ ናይ ባዕሉ ክፀን መፍትሕ ስረ ኦ። ዝበሃል ሲ ግቡእ እዩ
ሕጂ ኣረድእኒ እሞ ማሚና መቀባጠሪ ማለት ድዩ

ምስ ተወደአ መርዓ ወላ መርዓ እንከሎ እታ መርዓ መዓልቲ ናይ ምሸዲ ናይ ቀትሪ መርዓ መዓልቲ ስማዓስ
ከምዚ መርዓት ክትወፅእ እንከላ ካብ እንዳጓል ካብ እንዳጓልስ ክትወፅእ እንከላስ እዚ እቶም የዕሩኽ ገለ ክኣትዉ እንከለውሲ መፍትሒ

ኦፐን ክትከውን ማለት እዩ
ከመይ ማለት
ማለት ሲ እቲ ሰብኣይ ሲ መፍትሕ ስረ ተዳ ወፈያ ዲ ሓቂ ዋላ መፍትሕ ስረ ዝበሃል ጥራሕ ክትብል ደለኻ መፍትሕ ስረ ዝበሃል ወግዕ ኣሎ ኣብ መርዓ እንዲ ሰብኣይን ሰበይትንስ ምስ ተመርዓዉ ኣብ ክልቲኦም ዝኽሰት ወግዒ እዩ መፍትሕ ስረ ዝበሃል ኣሎ መፍትሕ ስረ ስጋ ሕጅስ ኣይሰማዕኳ መፍትሕ ስረ ይሰማዕከ ሐራይ መን ድሓትት ኮይኑ ከስምዓካ መፍትሕ ስረሲ ሰብኣይ ዶ መፍትሕ ስረ ኢሉ ይሓትት ይኾን ዋስ እታ ሰበይቲ እታ ሰበይቲ ኦፍ ኮርስ እታ ሰበይቲ እያ ትሓትት እንዳ ሰበይቲ ማለት እዩ ሰበይቲ ዘይኮነሲ እቶም እንዳ ጓል ዝበሃሉ ማለት እዩ እቶም እንዳ ጓልስ መፍትሕ ስረ ኢሎም ነቶም እንዳ ወዲ ሓቶ ከምዚ ገዝሚ ገነጋር ጋይከኹም ገዝሚ ገዝሚ እዩ እንታይ ዳ መፍትሕ ስረ ዳ እሞ እንታይ
ገዝሚ ይቦምሲ መፍትሕ ስረ ይብልዎ ማለት እዩ እቶም እንዳ ጓል ንሳ ማለት እዩ

ንክብሪ ነዚኣ ጓል ክብሪ ነታ ጓል እዋ ንክብሪ መግለፂ ነታ ጓል ኣራይ ኣብ ይደልክ ደ በለለ
ሓረይ ነተሳሰይ ትሕቶ እወ ዘይትፈልጥ ይኸዋን ፈልጥ ይኽ ድሓን ናብ ተሳሰይ ትሕቶ ክንሰግር ንዓኽስ ኣብ ውራይ መፀ ውራይሲ ጥምቀት ይኹን መርዓ ዓመት ቆልዓ ዝተፈላለዩ ብፍላይ ሕጂ ገኒኑ ዶሎ ኣብዚ ዝመፀስ ኣዴታት ሽፎን ይኽደና እየን ፅቡቅ ዶ ይኸውን ኣገዳስነቱ ከመይ ኮይኑ ይስማዓኪ እዋ ኣገዳስነቱ ሕጂ ነቲ መዓርግ እንዲ ሕጂ ንምንታይ ደስ ዝብለካ እሱ መሲልካ ሓደ ዓይነት ኮንካ ማዕሪግካ ንክትውዕል ነቲ መርዓ ንከተማዓውርጎ ነቲ ባህልና በቃ ክፅብቐልና በፍሉይ ነገር ንክረኣየልና እዩ ድኸውን
ሓራይ ምስዚ ዘሎ ፋይናንሻዊ ጉዳይ ገለ ዝኾነ ከኒ እንታይ ፅልዋ ኣለዎ ኢልኪ ትሓስቢ? ኣብዚ መርዓ ሕጂ እንዳ መርዑት እዮም ዝኸድሙኻ ገለገለ እቶም ፋሚሊ ንሳቶም እዮም ዝኸድሙኻ ኣብ መርዓ ክፅብቐሎም ምእንቲ ንኹላትካ ሓደ ዓይነት ንኹን ኢሎም እቲ ዘለዎ ሰብ ማለት ኢኹም ዝገብር ዘይብሉ ከዓ ንዑ ክመስል ይደሊ

በቲ ዘለካ ጌርካ ምውዓል ድሓር ክንደይ ኩሉ ባላንስ ዝኾነ ዓይነት ሂወት ኣይኮነን ዘለና እቲ ሓደ ርኹብ ኣሎ እቲ ሓደ ስእኑ ኣሎ ማዕረ ሰብ ንክትከውን ደሊኻ ተለቂሕካ ገለ መለ ብዙሕ ነገራት ትኣቶ ነገር ኣሎ ኣነ ደስ ኣይብለንን ዋላ ንሱ ጥራሕ ዘይኮነስ ኣብ ብዙሕ ነገር ኣሎ ኣውራያ ኣብ ክጠፍእ ዘይትደልዮ ነገራት ዝጠፍእ ሕጂስ ኣገዳስነት ገለስ የብሉ ሰብ ፀፊፍ ተመፂካ ገለ መለ ገለስ እኹል እዩ ምሳኻ ተሓጊዙ ተውዒሉ እኹል ኮይኑ ይስምዐኒ

ከምኡ ንዓይ ዝሓይሽ ኮይኑ ይስምዐኒ። ራይ ብጣዕሚ ጽቡቅ ጽቡቅ ኣይኮነን ጽቡቅ ኣይኮነን በታ ዘላትካ ግን ተፋሻሽልካ ጽቡቅ በቂልካ ትወጽእ ማለት እዩ ተፈሻሽልካ ጸቢቅካ ትወጽእ
ኢላ ኣነስ ቀጻልስ ክትክደን ኣይትኽእልን ኢኻ እወ ኣይትኽእልን ኢኻ ኣብታ ድረኸብካላ ግዜ ግን ትኽደን ትኽደን እወ በታ ዘላትካ ጌርካ ከዓ ኣይድልን እዩ ምበልኩ ኣነ ፀቕጢ እዩ ፀቕጢ እዩ ማለትሲ እንታይ እሞ ንሓንቲ መዓልትስ ኩልኻ ሓደ ዓይነት ሓንቲ መዓልቲ እያ ድሕሪኡ ክታይ ክኸውን እዩ ትሽፎን ድሕሪኡ ክታይ ክኸውን እዩ ኩሉ ዙርያት እዎ ቅመት እዩ ምክንያቱ ዋላ እተን ከምኡ ዝገብራ ዘለዋስ ኣብ ከተማስ ሓደ ዓይነት ገይረን ኣብ ዝተፈላለየ ቦታ ክረኣያ እውን ደሳይ ስለ ዘይብለን ኣይክገብርኦን እየን ድሕሪኡ ምሸት ድሕሪ እታ መዓልቲ እቲኣ እሞ እንታይ የምጽኦ ምበልኩ ኣነ እንታይ የምጽኦ ኔጌቲቭሊ እዩ ኣፌክት ዝገብሮ እዎ ኣየድልን እዩ ራይ የቀኒየለይ እዚ ሰካ እዩ እምበር ኣነ ጅርያ ገይረ ፅቡቅ ኣብቲ ዝሐጉስ ቦታ ከይድ ግብዕን ናይ ሎሚ ግን ማሕበረ እንታየ እንዳበላ ገብረ ተናንስቲ ይበዝሕ ኣሎ ሱዳ ኩሉ ሰብ ከም ዝበዝሕ ዘሎ ፈልጦ እዩ ናይ ማሕበረ ዋሃድ ፀንሓ ገለገለ ነታ በዓልቲ መልኣኸ ሕጉሳ ክላ ልክዕ ከም ነታ ተኸዲኑ
ከሕጉሳ ክብላ ነቲ ፋይናንሻል ሂወት ናይቲ ገዛ ይጸልዎ ዶ ኩሉ ሰብ ጸልዎ እንዲ ግን ባህልሲ ባህልና ኣይኮነን እንዲ ግን ከምዚ ሕጂ እንታይ ገይረን ከምዚ ዕቁባት ኢና ንሕብር ኣለና ነናበርኩ ግደን ገለ እምበር ግድን ተገዳስነት ናይ ከምኡ የለን ግድን ከምኡ ግበር ዝብለካ ኣካልሲ የለን የለ ናይ ምንታይ

ሓደ ዓይነት ሽፎን ክኽደና ከለዋ እቲ ሰብ ከዓ ርኤን ንሱ እዚኤን እንዳ እንታይ ኢለን ሓደ ዓይነት ክደን ኦ እዚኤን እንዳ ኣሕዋት እየን እዚኤን እንዳ ኣሞታት እየን እዚኤን እንዳ ፋሚሊ እየን እዚኤን እንዳ ከምዚኤን ንመፍለጢ ማለት እዩ ሬኮግናይዝ ክገብረውን ሲ ሓደ ዓይነት ክደና ማለት እዩ ብብግሩፐን መፀበቂ ውራይ ማለት እዩ መፀበቂ ውራይ ጥራይ ዘይኮነስ እሰን መን ምዃነን ምፍላጥ ኢኻ
ኣሕዋት ድየን ኣለዋ ኣሕዋት ኮይነን ብዙሓት

መን እየን ከምኡ ተኸዲነን ዘለዋ ከ ምፍላጥ እዩ ላይክ ሕጂ ኣብቲ መርዓ ምስ ከድክስ ዋ እዘን ብጫ ገይረን ዘለዋ ዳ እንታይ እንተ እዚአን እንዳ ኣሕዋታ እየን እዘን ቀጠልያ ገይረን ዘለዋ እዚአን ከዓ ኣሞታታ እየን እተን ፃዕዳ ገይረን ዘለዋ እዚአን ከዓ ኣብ ወፃኢ ዝቕመጣ ሓትነታታ እየን ገለ መለ ሪኮግናይዝ ምግባር ማለት እዩ ነቲ ሰብ መን ምዃኑ ኣብ ፋይናንሻል ሂወት ናይቲ ዝኽደን ዘሎ ሰብ ከ ከመይ ጽልዋስ ኣለዎ ዶ? ኛ ክህልዎ ክእል እዩ ብዓይኒ ኣይክህልዎ ኮኑ ን- ክንጥምቶ ከለና እቲ ናቱ ኣገዳስነት ክህልዎ ከመይ? ክእል እዩ ኣይክህልዎ ንኽእል እዩ ሓደ ሰብ እንተ ደኣ ገንዘብ ኣለዎ ከይተኸሉ እሺ ሓደ ዓይነት ክኽደን ኣዋፅኤን ደን ክኽደና ሓደ ሰብ ድዩ ክገዝኣለን ሓንቲ ድያ ክትገዝኣለን እሱ እዩ እ፣ ኣብቲ ሓደ መዳይ ከዓ ክስቶ ቀጠልያ ሽፎን ጌራ እንዳ ንኻ ከም ክገብር ኢልካ ከ ተለቂሕ ክትገብሮ ነገር ኣሎ ሓሳቡ ከ ሃስያ ቁሩብ ፈጥር ማለት ንሽዓት ፍሳሓላ ጽባሒቱ ከም ሰውጻኸያ እታ ዋና ሽፎን ለምለም ኣነ ሽፎን ባ 2500 ናበን ምስ በላኻ ሽግር መጽ ማለት እዩ ሽግር መጽ ዋ ደብለ ዳ ሕጂ ዝመፅእ ዘሎ ወርሒ ግበርለይ ገለ ነገር መፅእ ማለት ስለዚ ነቲ ፋይናንሻል ሂወት ናትና ይፀልዎ እዩ ይፀልው እዩ ኣብ ናይ ኣብ ገሊኡ ከዓ ኣይፀልውን ክኽእል ይኽእል ኢንዲፐንደንስ ሁ ኢዝ ዱዊን ዋት መን እንታይ ይገብር ማለት እዩ ኣነ ተዳ ኣለኒ ሽፎን ንዓይ ጥራይ ዘይኮነስ ብወዲ ተዳ ሕስበ ከዓ ባድላ ተዳ ንገብር ኮና ንዓርኩሲ ተኻሪኻ ዝገብሮ ነገር ኣሎ

ስድራ ምስ ኣለኪ እተን እዚ ናይ ማሕበር ገለ ኢልካ ግን ሓንቲ ምክንያቱስ ንኢኮኖሚስ ኣዝዩ ሃሳይ እዩ ሃሳይ እዩ። ኣይክደንኦን እየን እውን እኮ እዎ፣ ሓንቲ ምስ ብዘይ በዝሐ ሲ ምስገበራ።
ሓንሳብ ምስ ተኸደንካየስ ፋሽን ደዲ መፀ ምቕያር ገለ እዎ። ማለት ኣነ ብዙሕ ተተረፈሲ ሃሳይ ልምዲ ኮይኑ ስምዓኒ ምክንያት ዋላ ንቁጠባ ተሪኢኻዮ እውን ኣይ- ከቢድ
ሓረክ ፅቡቅ የድሊ ኣብ ውራይ ገለ የድልየና ሕጅስ ኣብ ካልእ መርዓት ፅቡቅ ሓሊፉ ክትሪኦስ እታ ሰበይቲ ዋና ቆላ ጓል ጥራይ ሽፎን ጌራ ጥራይ ክትሪኣስ ፅቡቅ ኣይኮነን ነቲ ነቲ ዳስ ነታ ቆልዓ ከዓ ነታ ትምርዖ ዘለካ ፅቡቅ ኣይኮነን ነቲ ቁጠባ ከ ንቁጠባ ሞ ዝሞ መርዓኒ ግድን

እቲኣ ራብዐይቲ እስኻ ሕጂ ደሓን ንእሽተይ እንዲኻ ወላ ኣብ ኣዴኻ ወይ ኣብ ኣሕዋትካ ዝተመሸጠት ዶ ደስ ትብለካ ወላስ ዘይተመሸጠት ዝተቖነነት ዶ ደስ ትብለካ ዘይተቖነነት እወ
ኣነ ደኣ ማለት ብክልቲኡ ደስ ይብለካ እዩ እንታይ እሞ ሕጂ ሲ

ናሂቲ ናይቶ ያ ቀኒለይ ሕጂ ገለ ማለት ከም መሊስና ካብ ኢና እወ ካብ መጀመርታ ዝጀመርናዮ ሓቂ ዘረባ ዘዕግብ መልሲ ረኺብካ እንዲየ ረኺበ Thank you, thank you. ብዙሕ ከማን
ኢን ኣዲሽን እንተ ኣነ ዝፈልጦ ዝነገርካና ኣሎ እዋ፣ እንጂ ሓንታ ቀዳመይቲ እኮ

ነዛ ካርድ ዝበቅዕ ኣፍልጦ ኣለካ ቴንክ ዩ ብጣዕሚ የቐንየለይ ክንደይ ሰብ ዘይፈልጦ እውን ፈሊጡ ክኸውን ከዓ ተስፋ ገብር ቴንክ ዩ ንዓይ ከዓ የቐንየለይ ማለት ብዙሕ ፈሊጠ ማለት ኣብ ትራንስፈር ኣይትረስዓኒ ጠዋሊ ጠዋሊ ቴንክ ዩ ዘይተቖነነት ዘይተቖነነት
ዝተቖነነ ዳሞ ስጋዕ ተፍትሖ መፍትሒ ክትከፍለላ ዘይተቖነነ ግን ኢዚ ማለት እዩ

ኣብ ዓባይ ከኣ ዘይተቆነነት ኣብ በዚ ሕጂ ዘለንዮ ማለት እዩ በዚ ሕጂ ዘለኹ በዚ ዘበን ሕራይ የቀኒለይ ኣዝየ ዘመስግነኩም ኣነ ከኣ ንዓኹም ንዓባ ንዓባ እዚኣ ንዓኻ እዚኣ ንዓኻ ንሕና ዓበይቲ እንዲና ሕራይ ወላ ኣብ ጓልከ ዝተመሸጠት ዶ ዘይተመሸጠት ክልቲኡ ክልቲኡ ሰሓብነት ኣለዎ ግን ዝያዳ ንሕና ዝተቆነነት ገለ ደስ ብለና ኣብ ሰበይቲ ዋላ ጓል ኣብ ሰበይቲ ዋላ ዋልድ እውን የጸብቐለን እዩ ካብ ተርኢ ናብዚ መርዓ ገለ ክገብረኦ ከለዋ ግን ገሊኡ ኣዝዩ በዚሑ ብዙሕ ጣሽ ደስ ኣብቲ ዓይነት ኣቋሪና ኣርቲፊሻል ራይ ያኣኒለይ ኣዝየ ደመስግን ኣነ ከዓኒ
ንዓኻ መሊስካለይ
እንታይ ድዩ ናትካ ሓሳብ ስለ ትህብ ሕብሪ ሓሳባት እንድያ ትብል እዛ መደብ ናትካ ሓሳባት እያ ትህብ እዚኣ ንዓኻ ካብ የቐንየለይ ብሩኽ ናይ ስራሕ ግዜ
ኣነ እታ ሰበይቲ እያ ደስ ትብለኒ ከመይ ማለት ከመይ ማለት ሲ እንታይ ማለት እዩ ከከም ውራዩ ከከም ኩነታቱ ትቆነን ሎሚ ትቆነን ፅባሕ ከዓ ቁና ፈቲሓ ከዓ ተተመሸጠት ከዓ እሞ እንታይ ፀገም ኣለዎ ሕጂ ወይ ኣብ ኣዋልድ ከዓኒ ዝተመሸጠት ዶ ወላስ ዘይተመሸጠት
እሞ እንታይ ድየ ክብለኪ ሕጂ ሲ ንበል ሓደ ውራይ ኣለኪ እስኺ ሓደ ቦታ ወይ ኣድላይ ኮይኑ ተሰሚዑኪ እስኺ ደስ ኢሉኪ ተቖኒንኪ ሎሚ እታ ቁኖ ዓመት ሙሉእ ኣይትገብርያን ኢኺ መቸም ክትፍታሕ እያ ድሕሪ ሃትቁን ምሸጢ ዲኺ ገለ ክትብልሲ እቲ ናትኪ መንነት እኳ እዩ ዋና እቲ ደስ ዝብል ሲ እቲ ናይ ሰብ ዋና እቲ ፀጉሪ ዳ እዩ እምበር ደስ ዝብለካን ዘይብለካ እቲ ቁኖን እቲ ምሻጦን ዳኣ እሞ ተደራቢ ነገር እዩ ማለት ተወሳኻይ ነገር እዩ ንዓኻ ከም ሰብ ሕጂ ዋላ ክትሪኣ ኣብዚ ጎደና ሲ ዝተቆነነትን ዝተመሸጠትን በዚ እንድሕር ትሓልፍ ኣላስ ወላ ከም ሰብ ክትርኣያ ኣይነት ደስ ትብለካ ዋ ተቆኒና ዙርያ ገይራ ምስኡ ዝኸይድ ነገር ገይራ ክሪኣ ደስ ትብለኒ እምበር ደስ ትብለካ ብጣዕሚ እወ እወ ደስ ትብለኒ ምክንያቱ እወ ዝኸይድ ነገር እያ ገይራ ዘላ ቁኖ ገይራ ዙርያ ገይራ ገለሲ ማዕረግ ኣሎ መልክዕ ኣለዎ ማዕረ ማዕሪኡ ከዓ ተመሺጣ ከዓ ምስኡ ዝኸይድ ክዳውንቲ ገይራ ተኸይዳ ከዓ እሳ እውን ደስ ትብለኒ እያ

ሰብኣይ ሰብኣይ ደብሎ ክብሪ ስራሕ ስራሕ ስርሑ የኽብሮ ክብሪ የብሎ ሰብኣይ የብሎ መንፋዕቱ ማለት ሲ ሰሪሑ ከዓ ትለዎ ሰብኣይ ካብ ሰብ ሰው ፅበ የብሉ ስራሕ እዩ በቃ ንሓደ ሰብኣይ ሰብኣይ ዘብሎ ስራሕ ድሕሪ ደቂ ስድውዕል ኮይኑ ደኣ ምንታይ ሰብኣይ ኮይኑ
ሓቂ ፈ ይእወ ሕራይ የቀኔለይ ማሚና እወ ኣነ ከዓ ንዓኺ ኣዚኣ ሓንቲ ጊፍቲ ክህበኪ እየ እዚኣ ንዓኺ የቀኔለይ ኣዝየ እየ ደመስግን

ከመይ ድዩ ኣባሓጎኺ ሰብኣይ ሰብኡት ይበሃል
ንፉዕ ንፉዕ ናብራ ፅቡቅ ዘካይድ ናብርኡ ዘካይድ
ንዝኾነ ነገር ከዓ ፅቡቅ ፅቡቅ እዩ ኣነ ዝድግፎ እዩ ሰብኣይ ንፉዕ ዝበሃል ሲ ንፉዕ ክኸውን ንሱ ዝርኢ ናብላ ዝኾነ ናይ ሃገራት ከዓ ፅቡቅ ገብር

ንርእሲ ኮይኑስ ንሰብ ዝኸውን ከምኡ ማለት እዩ። ያኔ ሌማ ሚና ሰምሃር ሰምሃር ያኔ ኣነ ከዓ ንዓክን ሓንቲ ጊፍቲ ክህበክን እየ

ንኖ ያኔ ለይምበር ስክርማ ሚና ብዙሕ ነገር ሲ ከምዚ መብርሂ ከማን ጌርክና ሪያ ኣለኽና ኣብ ሓንቲ እዚኣ ከዓ ናትክን እየ መመየ ያኔ ለይ ብሩኽ ናይ ስራሕ ግዜ ይግበረልክን ያኔ ናሚና ብሩኽ ምሸት ይግበረልክን
ሰብኣይ ሰብኣይ ዘብሉ ረኣ ዋ ናይ ሰብእነት እንድሕር ገይሩ ሰብኣይ የብሎ ብደጊኡ ሰሪሑ መፂኡ ሰበይቲ ብገዛእ ክፍላ ፀኒሓ መግቡ ገለ መለ ክሉ ገይራ ክሉ ትፀንሕ እዚ ሰብኣይ ይበሃል ሰሪሑ ዳኣቱ ሰሪሑ ዳኣቱ ንፉዕ ድሕር ኮይኑ ሰብኣይ ይበሃል እዚ ሰብኣይ ንዓ ሃረይ ቀኒለይ ቀኒለይ ልቴ እዚ ኣላሕ ሰማዒ ቴንኪዩ ቴንኪዩ ማለት ኣንለይ ዋ ቁሪ ዘሎ እውይ በስመ ኣብ ከመይ ፀኒሑ መደብ ኣይሆፕ በቃ ተሓጒስኩም ተዘናጊዕኩም ተዛኒኹም ክትኮኑ ደሃይ ኤሪናይን ሜድያ ቅድሚ ሕጂ ከተቕርቦ ዝቐነየት ዝነበረትን መደብ እዛ ናይ ሕጂ ሕብሪ ሓሳባት ፍልይ ድበለት እያ ብፍላይ ብሕጂ ዝቐርብ መደባት እዋእ ከቕርቦ ዝደለኹሞ ነገር እንተሎ ከኣ ኣብ ኮመንት ጸሓፉለይ ደስ ዝበለኩም ክቐርብ እየ ኮመንት ሸር ላይክ ሳብስክራይብ ግን ብዘይ ምርሳዕ ማለት እዩ ብሕጂ ናይ ዲያስፖራ ብዙሕ ብዙሕ ሕቶታት ኣብ ሕብሪ ሓሳባት ክህልወኒ እዩ እንድሕር ኪረስ ኮንኩም ብዛዕባ እቲ ሕቶታት ካብ ሕጂ ከምዚኣ በሉ ሕብሪ ሓሳባት ወጺኣ ዶ ሓዳሽ ኣይወጸትን ወጺኣ

ደሃይ ኤሪናይን ሜድያ።